ሰላም ጥዕና ሃበልና ከመይ ትቕንዩ ክቡራት ተኸታተልቲ ኤስቤስ ትግርኛ ጸብጻባት ናይ ሰዓት እንሆ ፈለማ ርእስታቶም ከነቐድም ዕጥቋት ኣምሓራን ኦሮሞን ኣብ ዝዋግእሎም ዘለዉ ከባብታት ብዙሓት ሰባት ከም ዝሞቱን ከም ዝተመዛበሉን ተገሊጹ። መስመር ኤሌክትሪክ ከተማ መቐለ ምስ ናይ ፌዴራል መዋህለሊ ሓይሊ ተራኺቡ። መንግስቲ ኤርትራ ቅድሚ ዕስራን ሓደን ዓመታት ኣሲሩ ዝሰወሮም ጋዜጠኛታት ተዘኪሮም ዝብሉ ዜናታት ናይ ሰዓት'ዮም፣ ናብ ዝርዝራቶም ክንሰግር። ዕጡቓት ኣምሓራን ኦሮሞን ኣብ ዝዋግእሉ ዘለዉ ከባብታት ብዙሓት ሰባት ከምዝሞቱን ከምዝተመዛበሉን ተገሊጹ።

መቕተልትን ምምዝባል ሰባትን ከም ዝተፈጸመ ትማሊ ኣብ ዘርገሖ መግለጺ ኣፍሊጡ። ቤት ጽሕፈት ሰብኣዊ ረድኤት ሕቡራት ሃገራት ኦቻ ብወገኑ ኣብ ምዕራብ ወለጋ ክልል ኦሮሚያ ዘሎ ግጭት ንሰላማውያን ሰባት ከም ዘመዛበለን ንብረትን መሰረተ ልምዓትን የዕኑ ከም ዘሎን ኣፍሊጡ'ሎ። ቁጽሪ ተመዛበልቲ ብሰንኪ ሕጽረትን ተበጻሕነትን ብልክዕ ምፍላጥ ከም ዘይከኣለ ዝገለጸ ኦቻ፣ ሰብመዚ ናይቲ ከባቢ ግን ኣብ ዞባ ምዕራባዊ ወለጋ ጥራሕ ልዕሊ ዓሰርተ ሽዱሽተ ሽሕ ሰባት፣ ኣብ ዞባ ሆሮ ጉዱሩ ወለጋ ድማ ሚእትን ዓሰርተን ሽዱሽተን ሽሕ ሰባት ከምዝተመዛበሉ ምርግጋጾም ሓቢሩ። እቲ ቤት ጽሕፈት ሰብኣዊ ረዲኤት ዝኾነ ኦቻ ወሲኹ ከምዝሓበሮ፣ መንግስቲ ነቶም ዝተመዛበሉ ዜጋታት ዝተፈላለዩ መዕቆብታት ይሰርሕ እኳ እንተሎ፣ ምስቲ ዘሎ ጠለብ ግን ዝመጣጠን ከምዘይኮነ ገሊጹ። ብተመሳሳሊ ኣብ ዞባታት ጉጂን ምዕራብ ጉጂን ዘሎ ግጭት'ውን ንሰብኣዊ ረድኤት ከይቐርብ ከም ዝኸልከለ ገሊጹ'ሎ። ጉድለት ምግቢ'ውን ብፍላይ ኣብቶም ደርቂ ዝወቕዖም ከባቢታት ኣዝዩ ከም ዝገደደ ዝገለጸ ኦቻ፣ ካብ መንጎ ዝተመርመሩ ህጻናት ዳርጋ ክልተ ሚእታዊት ሕጽረት ምግቢ ከም ዘጥቅዖም ሓቢሩ። ኣብ ዞባ ምብራቕ ወለጋ፣ ሆሮ ጉድሩ ወለጋን ብዝተፈጸመ ብሄር መሰረት ዝገበረ መጥቃዕቲ ብዙሓት ሰባት ከም ዝሞቱን ኣማኢት ኣሽሓት ድማ ከም እተመዛበሉን ክግለጽ ጸኒሑ'ዩ። ነበርቲ ናይቲ ከባቢ፣ ጠንቂ ናይቲ ግጭት ዕጡቓት ሰራዊት ናጽነት ኦሮሞን ዕጡቓት ኣምሓራ ዝዀኑ ፋኖን ከም ዝዀኑ'ዮም ዝኸሱ። መስመር ኤሌክትሪክ ከተማ መቐለ ምስ ናይ ፌዴራል መዋህለሊ ሓይሊ ተራኺቡ። ኣብ ርእሰ ከተማ ትግራይ መቐለ ንልዕሊ ሓደ ዓመት ካብ ናይ ፌዴራል መንግስቲ ተቋሪፁ ዝነበረ ኣገልግሎት ኤሌክትሪክ ንፈለማ እዋን ኣገልግሎት ከምዝጀመረ ተገሊፁ'ሎ። እቲ ኣገልግሎት ኣብ መቐለ ምሉእ ብምሉእ ከምዝጀመረ ፕሮፌሰር ክንደያ ገብረሂወት እውን ኣረጋጊፆም ኣለው። ድሕሪ'ቲ ኣብ ፈለማ ሓዳር ክልተ ሽሕን ዕስራን ኣብ ትግራይ ዝተወለዐ ኲናት ኣብ ትግራይ መንግስቲ ፌዴራል ዝቆፃፀሮም መብራህቲ ስልክን ባንክን ካልኦት መሰረታዊ ኣገልግሎትን ተቋሪጾም ከምዘለዉ ዝፍለጥ እዩ። እንተኾነ ኣብቲ ውግእ ዝቕጽለሉ ዝነበረ እዋን ካብ ተከዘ ተሳሒቡ መጠናዊ ዝኾነ ሓይሊ ኤሌክትሪክ ንመቐለ ሓዊስካ ኣብ ዝተፈላለዩ ከተማታት ትግራይ ክቐርብ ጸኒሑ እዩ። ሐዚ ግን ሓይሊ ኤሌክትሪክ ኢትዮጵያ ካብ ኣላማጣ፣ መኾኒ ዝተዘርገሐ በዓል ክልተ ሚእትን ሰላሳን ኪሎ ቮልት ዝተገብረሉ ጽገና ካብቲ ሃገራዊ መርበብ ምክፍፋል ጸዓት ማለት ግሪድ ተቋሪጹሉ ዝጸንሐ ሓይሊ ሕጂ ምስ መቐለ ተራኺቡ ናብ ንቡር ከምዝተመልሰ ተሓቢሩ'ሎ። መንግስቲ ኢትዮጵያን ህወሓትን ኣብቲ ዝሓለፈ ክልተ ሕዳር ክልተ ሽሕን ዕስራን ክልተን ኣብ ደቡብ ኣፍሪካ ታሪኻዊ ስምምዕ ሰላም ከምዘኸተሙ ዝፍለጥ'ዩ። ገለ ካብቲ ስምምዕ ሰብመዚ መንግስቲ ፌደራል መሰረታዊ ግልጋሎታት ናብ ትግራይ ክምልሱ፣ ሰብኣዊ ረድኤት ናብ ትግራይ ክኣቱ ክፈቕዱ ዝብል ዝርከቦ'ዩ። ኣብ ትግራይ ሰብኣዊ ረድኤት ጀሚሩ እኳ እንተሃለወ፣ እንተኾነ እቲ ዝኣቱ ዘሎ እኹል ከምዘይኮነ እዩ ትካላት ሰብኣዊ ረድኤት ዝገልፁ። ኣብ ሽረ፣ ኣኽሱምን ዓድዋን ከባቢኡንን እውን ኣገልግሎት ቴሌኮሚኒኬሽን ብውሱን መልክዑ ይጅምር ከምዘሎ እዩ ተገሊፁ ዘሎ። መንግስቲ ኤርትራ ቅድሚ ዕስራን ሓደን ዓመታት ኣሲሩ ዝሰወሮም ጋዜጠኛታት ተዘኪሮም። ኣብ ዌስትሚኒስተር ፓርላማ ብሪጣንያ ቅድሚ ዕስራን ሓደን ዓመታት ተኣሲሮም ናይ ዝተሰወሩ ኤርትራውያን ጋዜጠኛታትን ዲሞክራስያዊ ቅዋም መንግስቲ ክትከል ብምሕታቶም ብዘይንቡር ፍርዳዊ መስርሕ ዝተሰወሩ ደለይቲ ሓርነትን ድሕረ ባይትኦም ዘንጸባርቕ ስእላዊ ምርኢት ብወግዒ ከምተኸፍተ ተገሊጹ ኣሎ። ዕላማ ናይቲ ምርኢት ኩነታት ናይቶም ኣብ ኤርትራ ተቐይዶም ዝተሰወሩ ጋዜጠኛታትን ጸሓፍትን ከምኡ'ውን ላዕለዎት ሓለፍቲ መንግስቲ ኣፍልጦ ንኽረክብ ምዃኑ ኣባል ባይቶን ሓደ ካብ ወደብቲ እቲ ምርኢትን ፓትሪክ ግረዲ ገሊጹ። ቢቢሲ ከም ዝጸብጸቦ፣ ፓትሪክ ግረዲ ኣብ ዝሃቦ መብርሂ፣ ኣባላት ባይቶ፣ ህዝቢ ብሪጣንያ ብሓፈሽኡ፣ ኣስማት ናይዞም ተኣሲሮም ዝተሰወሩ ግዳያት ክፈልጥዎም ንደሊ ኢና፣ ንነዊሕ ዓመታት እዞም ኣካል ብኣባላት ፓርላማ ብሪጣንያ ዝቖመ ጉጅለ AAPJ ዝኾንና ሰባት ዘንብዕ ምስክርነታት ሰሚዕና ኢና፣ ምስክርነት ናይቶም ኣደታቶም፣ ኣቦታቶም፣ ኣሓቶም፣ ኣሕዋቶም፣ ደቆም፣ ኣዝማዶምን እሱራቶምን ኣበይ ከም ዘለዉ፣ ብህይወት ኣለዉ ድዮም የለዉን ዘይፈልጡ፣ ክትኣምኖም ዘጸግሙ ዛንታታት፣ ኩነታት መዳጎኒታት ኣብ ኮንተይነራት መጓዓዝያ ምዕጻው፣ ኣብ ሃሩር ምድረባዳታት ኣብ ዝርከብ ጎዳጉዲ ምቕባር፣ ከምኡ'ውን ዛንታታት ናይቶም ኣብ ጎረቤት ኲናት ሃገር ኢትዮጵያ ንኽዋግኡ ከካብ ኣባይቶም ብሓይሊ ዝግፈፉ ኣናእሽቱ መንእሰያት ደቂ ተባዕትዮን ደቂ ኣንስትዮን ሰሚዕና ኢና ክብል እቲ ኣባል ባይቶ ምዝራቡ ገሊጹ'ሎ። ብድሕሪኡ ኣባል ባይቶን ሓላፊ ጉዳያት ኣፍሪቃ ሰልፊ ዕዮ ሊን ብራውን ኣብ ኤርትራ ናጻ ብሕታዊ ፕረስ፣ ናጻ ፍርዳዊ ትካል ንተቓወምቲ ዝሓቁፍ ፖለቲካዊ ስርዓት ስለ ዘየሎ፣ መንግስቲ ንኹሉ ሲቪካዊ ንጥፈታትን ቁጠባን ናይታ ሃገር ስለ ዝተቖጻጸሮ፣ ብዛዕባ እታ ሃገር ዝተማልኣ ሓበሬታ ክርከብ ኣጸጋሚ ምዃኑ ምሕባራ ተገሊጹ። ፓርላማ ዓባይ ብሪጣንያ፣ መንግስቲ ኤርትራ ኣብ ኤርትራ ዝፍጽሞ ዘሎ ግህሰት ሰብኣዊ መሰላት ከይኣክል፣ ኣብ ኲናት ኢትዮጵያ ኢዱ ብምእታው ግፍዒ ብምፍጻሙ ኮኒኑ፣ እቲ ዕሽሽ ዝተባህለ ጉዳይ ሰፊሕ ኣቓልቦ ክረክብን ኣብቲ ዞባ ሰላምን ርግኣትን ንኽመጽእ ዝከኣሎም ክጽዕሩ ምዃኖም'ውን ገሊጾም'ዮም። ሎርድ ኣንቶን ብወገኑ፣ እቲ ኣባላት። ባይቶ ዓባይ ብሪጣንያ ኣብ ዝመሓላለፍሉ ላዕለዋይ ኮሪደር ቀሪቡ ዘሎ ስእላዊ ምርኢት ብዙሕ ክጸሉን እቲ ኣብ ኤርትራ ዝፍጸም ዘሎ ግህሰት ሰብኣዊ መሰላት ኣቓልቦ ክረክብን ኣዝዩ ሓጋዚ ምዃኑ ተዛሪቡ። ኣብቲ ኣጋጣሚ ዝተረኽበ ብሕቡራት ሃገራት ዝተመዘዘ ፍሉይ ተኸታታሊ ሰብኣዊ መሰላት ኤርትራ መሓመድ ዓብዱ ሰላም ባቢከር ብወገኑ ምስዋር ናይቶም ግዳያት ሓደ መርኣያ ናይቲ ኣብታ ሃገር ዘሎ ምግሃስ ሰብኣዊ መሰላት ዘርኢ ምዃኑ ተዛሪቡ። ኣብቲ ስነስርዓት መኽፈቲ ዳይረክተር ፓን ኤርትራ መንእሰይ ዓወት ሳየ ነቶም ናይ ደገፍ መልእኽቲ ዝሃቡ ኣባላት ፓርላማን ነቶም ልዕሊ ዕስራ ዓመታት ብዘይደሃሽ ዝተሰወሩ ኤርትራውያን እሱራት ዘሕልፍዎ ዘለዉ ቃንዛን ስቓይን ዘንጸባርቕ ኤግዚብሽን ክርእዩ ንዝመጽኡ ደለይቲ ለውጢ ተቓለስቲ ፍትሒ ንስድራቤታቶም ኣዕርኽቶምን ብምምስጋን ነቲ ግዝያዊ እገዳ ብእትብል ሓረግ ብ ዓሰርተ ሸሞንተ መስከረም ክልተ ሽሕን ሓደን ዓመተ ምህረት ንጋዜጠኛታት ብሕቲ ዝኣገደን ንኣዳለውትን ኣሲሩ ዘሎ ስርዓትን ኮኒኑ ብተመሳሳሊ መንእሰይ ዓወት ኢሳያስ ኣፈወርቅን ካድራቱን ነቶም ናይ ፖለቲካ እሱራት ካብዚ ተዘክሮን ታሪኽን ንምድምሳስ ዝከኣሎም ዘበለ ከምዝገበሩ ብምዝኽኻር፣ ንኸምዚ ዝኣመሰለ ጨካን ዘይፍትሓዊ ተግባራት ክንቃወምን ክንብድህን ኣብዚ ኣዳራሽ ተረኺብና ኣለና ክብል እቶም ናይ ሕልናን ፖለቲካን እሱራት ብዝቐልጠፈ ክፍትሑ ጸዊዑ። ኣብቲ ብኤርትራ ፎካስ፣ ብፐንን ኣምነስቲ ኢንተርናሽናልን ዝተዋደደ ካብ መስከረም ክልተ ሽሕን ሓደን ኣትሒዞም ክሳብ ሕጂ ብዘይወግዓዊ ሓበሬታን ሃለዋትን ኣብ ሸላታት ዒራዒሮን ፈቐዶ ጎዳጉድን ተሸሪቦም ናይ ዘለዉ ግዳያት ዘንጸባርቕ ኣብ ኮሪድዮ ቤተ መንግስቲ ዓባይ ብሪጣርያ ቀሪቡ ዘሎ ኤግዘቢሽን ድሮ ሓያላት ኣባላት ባይቶ ይዕዘብዎ ኣለዉ ክብል ቢቢሲ ኣብ ዘርግሖ ጸብጻብ ሓቢሩ ኣሎ።